ሰላም ሰላም ተኸታተልትና ከመይ ቀኒኹም? ኣነ ሰላም ቀኒየ ኣይሆፕ ንስኻትኩም ሰላም ክትቅንዩ። ቅድሚ እዛ ቪድዮ ምርኣኹም ግን ሳብስክራይብ ላይክ ብምግባር ክተበረታትዑኒ ሳብስክራይብ ጌርኩም ነታ ናይ ደውል ምልክት እውን እናተፃዓንኩም ንዓይ እውን ነዚ ነገር ነቲ ሓደ ሓደ ሳብስክራይብ ንዓይ ዓቢ ሞቲቬሽን ወይ ብርትዓት እሞ ንዓይ ድህበኒ ስለዚ ናትኩም ደገፍ ኣይፈለየኒ ሎማዓንቲ ከቕርበልኩም ዝፈተኹ ከመይ ጌርኩም ትራንስሌት ከም ትገብሩ ወይ ከዓ ካብ ሓደ ቋንቋ ናብ ሓደ ቋንቋ ከመይ ጌርኩም ተርጒምኩም በቲ ዝርዳእና ቋንቋ ከመይ ጌርና ከም ንልውጠ እየ ከርእየኩም ግን ከዓ ሳብስክራይብ ምግባርኩም ከይትርስዑ መጀመርያ ነዚ ንክንገብር ናብ ፕላይ ስቶር ኢና ንኣቱ ፕላይ ስቶር ምስ ኣተና ትራንስሌተር ኢልና ነብል ትራንስሌተር ማለት እዩ ትራንስሌተር ኢልና ንፅሕፍ ትራንስሌተር ኢልና ምስ ፀሓፍና ነዚኣ ኣረንጓዴ ወይ ከዓ ነዚኣ ቀጠልያ ከለር ዘለዋ ንዓ ንመርፃ። ምስ ጠወቅናያ ሽዕኡ ኣብዛ ሰማያዊ ኢንስታል ትብል ክትመፀኩም ንዓይ ግን ስለ ዘውረድክዋ ኦሬዲ ኦፕን ዝብል እዩ ክኸፈቶ ዝብል እዩ መፂኡኒ ዘሎ ንዓኹም ግን ኢንስታል ምስሉ ምስ በመፀኩም ኢንስታል ኢልኩም ተውርድዋ ምስ ወረደልኩም ሽዕኡ ኣጠቃቅምኡ ኸዓ ኣብነት እዚኣ ነለትኩም ካብ እንግሊዝ ናብ ትግርኛ እንድሕር ደሊና ንኣብነት ዌር ኣር ዩ ፍሮም ከተ እንድሕር ተባሂልካ ብእንግሊዝ ናብ ትግርኛ ከ ኣበይ እዩ ዓድኻ ወይ ከኣ ካበይ መጺኻ ማለት እዩ። ካበይ መጺኻን ኣበይ ዓድኻን ተመሳሳሊ ሚኒንግ ስለ ዘለዎ ማለት እዩ። እዚ ኣፕሊኬሽን ካብ ትግርኛ ናብ እንግሊሽ ወላ ትቕይል እያ ማለት እዩ። ንኣብነት ሕጂ ከመይ ኣለኻ ንበል ከመይ ኣለ ኣለኻ ሃው ኣር ዩ ብእንግሊሽ ቀይርለይ ማለት እዩ ካብ ዝተፈላለየ ቋንቋታት ናብ ሓደ ቋንቋ ካብ ዝተፈላለየ ካብ ሓደ ቋንቋ ናብ ሓደ ቋንቋ ወይ ከዓ ካብ ሓደ ናብ ካልእ ቋንቋ ካብ ትግርኛ ናብ እንግሊሽ ካብ እንግሊሽ ናብ ትግርኛ ካብ ዝደለኹሞ ካብ ዲች ክኾን ይኽእል ካብ ዝተፈላለየ ቋንቋታት እዩ ዝቀያይረልካ ማለት እዩ ነዛ ኣፕሊኬሽን ክትጥቀሙላ ማለት እየ ይዕድመኩም። ካልእ እውን ብስእሊ እውን ክተብሉ ትኽእሉ ኢኹም ኣብቲ ስእሊ እንድሕር ሃሊኩም ኣብዚኣ ናይ ስእሊ ሌጎ ዘላታ ኣብኣ ጠዊቕኩም ክሳብ ክትጥቀምሉ ትኽእሉ ኢኹም ስጋ ሕጂ ትርእይዋ ተለኹ እውን ፈቲኹም ኣለኹ ማለት እዩ ስጋ ሕጂ እውን ስለ ዝረኣኹማ ቴንኪዩ ንዓይ ግን ሳብስክራይብ ብምግባር ከተበረታትዑኒ ይሓተኩም ማለት እዩ ናትኩም ናትኩም ደገፍ ኣይፈለየኒ ስጋዕ ብቀፃሊ ቪድዮ ስጋዕ ንራከብ ግን ቻው።